ክብሪ ንኣምላኽ ይኹን መፅሓፍ ራእይ ካብ ምዕራፍ ሓደ ካብ ዓሰርተ ሸውዓተ ጀሚረ ከንብቦ እየ እታ ተሪፋ ዘላ ናይ ምዕራፍ ሓደ ሕፅር ኣቢልና ክንሪኣ ኢና ንሎሚ ከጠቓልላ እያ እታ ምዕራፍ ሓደ ማለት እዩ ምዕራፍ ሓደ ራኢ ዮሃንስ ካብ ዓሰርተ ሸውዓተ ምስ ረኤክዎ ድማ ከም ምዉት ኮይነ ኣብ ኣእጋሩ ወደቕኩ። ንሱ የማናይ ኢዱ ኣንበረለይ ከምዚ እናበለ ኣነ እቲ ቀዳማይን እቲ ዳሕራይን እቲ ህያውን እየ እሞ ኣይትፍራህ ሞይተውን ነበርኩ እንሆ ከኣ ንዘልኣለም ኣለም ህያው እየ መርሖ ሞትን ሲኦልን ከኣ ኣሎኒ እምበኣርሲ ነቲ ዝርኤካዮን ነዚ ዘሎን ነዚ ነቲ ድሕሪ እዚ ዝኸውንን ጸሓፎ። ምስጢር እቶም ኣብ የማናይ ኢደይ ዝረኣኻዮም ሸውዓተ ኸዋኽብትን ናይተን ሸውዓተ ቀወምቲ ቐንዴል ወርቅን፣ እቶም ሸውዓተ ኸዋኽብቲ እቲኣቶም እቶም መላእኽቲ እተን ሸውዓተ ማሕበራት እዮም። እተን ሸውዓተ ቀወምቲ ቐንዴል ቀንዴልውን ሸውዓተ ማሕበራት እየን ኢሉ ይዛረብ። ኣብዚ እቲ ዝተገለጸሉ መን ምዃኑ ንዮሃንስ ይነግሮ ኣሎ። ከምቲ ኣብ ዝሓለፈ ዝበልክዎ እዚ ተገሊጽሉ ዘሎ ወዲ ኣምላኽ እዩ። እዚ ተገሊጽሉ ዘሎ ባዕሉ ጎይታና የሱስ ክርስቶስ እዩ። ባዕሉ የሱስ ክርስቶስ እዩ ኣብዚ ዝግለጸሉ ዘሎ። ከም ምዉት ኮይኑ ከም ዝወደቐ ድማ ይዛረብ። ድሕሪዚ እቲ ጎይታና እንታይ ይብሎ? ኣነ ቀዳማይን ዳሕራይን እየ፣ እቲ ህያውን እየ እሞ ኣይትፍራህ ሞይተ እውን ነበርኩ ቀዳማይን ዳሕራይን ኣነ ኢሉ ንጎይታና የሱስ ክርስቶስ ንወዲ ኣምላኽ ቅድሚኡ ዋላ ሓደ የለን ድሕሪኡ ከዓ ዋላ ሓደ የለን በይኑ ንሱ ቀዳማይን ዳሕራዋይን እዩ ንሱ ኣምላኽ ምዃኑ እዩ ዝነግር ዘሎ። ምኽንያቱ ቀዳማይን ዳሕራይንሲ ኣምላኽ ባዕሉ እዩ፣ እግዚኣብሄር ባዕሉ እዩ ቀዳማይን ዳሕራይን። ቅድሚ እግዚኣብሄር ክስራዕ ዝኽእል ዋላ ሓደ የለን፣ ድሕሪ እግዚኣብሄር ከኣ ክስራዕ ዝኽእል የለን። ካብ መጀመርያ እንድሕር ኢልናስ ክጅመር ከሎ እቲ መጀመርታ ዝብል ንዓና እዩ መጀመርታ። እግዚኣብሔር መጀመርታ የብሉን። ሰብኣዊ ቋንቋ እዩ፣ ቋንቋ ምድሪ እዩ። እግዚኣብሔር እቲ ምድራዊ ቋንቋ ክገልጾ ስለ ዘይክእል እምበር መጀመርታን መወዳእታን ዝበሃል እውን ንእግዚኣብሔር ኣይልክዖን እዩ። እሱ መጀመርታ የብሉን መወዳእታ እውን የብሉን። ግን መጀመርታ ከዓ ክበሃል ተደኣ ኮይኑ ሲ ቅድሚ ጎይታና የሱስ ክርስቶስ መጀመርታ ዝበሃል ካልእ የለን። ቅድሚኡ ሲ ነይሩ እዩ ዝበሃል የለን መጽሓፍ ቅዱስ ካብ መጀመርታ ዝነበረ ክብል ከሎ እቲ መጀመርያ ኣምላኽ ዝቖሞ ኣምላኽ ዝገበሮ ኣምላኽ እተዛረቦ ኣምላኽ ዝሓገጎ ኣምላኽ ዝሓንጸጾ ማለት እዩ ዝኾነ ነገር ክንውከስ ከለና ከም መወከሲ ንጥቀመሉ ከዓ መጀመርታ ዝነበረ እዩ ካብ መጀመርታ ዝነበረ እቲ ቀዳማይ እቲ ቦኽሪ ንዕኡ ኢኻ ከም መወከሲ ትጥቀመሉ እቲ ብድሕሪኡ ድሕሪ እቲ መጀመርታ ዝመጸ ኣይኮንካን ከም መወከሲ ትጥቀመሉ እሞ ኣብዚ ጎይታና የሱስ ክርስቶስ እንታይ ይብል ኣሎ ኣነ መጀመርታ እየ ኣነ ቀዳማይ እየ ይብል ኣሎ ዳሕረዋይ ከዓ ኣነ ህያው እየ ዝሞተ ዘይኮነስ ዘይንቀሳቐስ ዘይኮነስ ህያው ዝኾነ ዝሰርሕ ህያው ማለት ዘሎ ማለት እዩ። ክገብር ዝኽእል ማለት እዩ። ክሰርሕ ዝኽእል ማለት እዩ። ክዓይ ዝኽእል ማለት እዩ። ዝሞተ ኣይኮናን ንሕና ነምልኽ እንታይ ዝኾነ እዩ ህያው ዝኾነ እግዚኣብሔር ዝተመስገነ ይኹን ቀፂሉ እውን መርሖ ሞትን ሲኦልን ከኣሎኒ ኢሉ ኩሉ ግዜ እቲ ሞትን ሲኦልን ሰይጣን እዩ ሒዝዎ ዘሎ ወይ ሰይጣን እዩ ሒዝዎ ነይሩ ክሳዕ ወዲ ኣምላኽ የሱስ ክርስቶስ ዝፍንጥሶ ሞት ብዘይካ ንየሱስ ክርስቶስ ወዲ ኣምላኽ ንኻልእ ዝመሓረ የለን ንሞት ኣሲሩ ኣጽኒዑ ክሕዞ ዘይከኣለ ንየሱስ ክርስቶስ ጥራይ እዩ። ካልእ ግን ሞት ገመድ ኣለዎ ኣሲሩ ዝሕዝ ዓትዒቱ ዝሕዝ ሰባት ኣብዚ ምድሪ እዚ ጥርዚ ክበፅሑ ይኽእሉ እዮም ሞት ግና ተኣስሮም እያ ንሞት ግና ክስዕራ ዝኽእል የለን ንሞት ግና በቃ ጠጠው ከብላ ዝኽእል የለን። ብዙሕ ነገራት ኣላ እዚ ናይዚ ዘመንና ቴክኖሎጂ ዓበይቲ ምሁራት ፈላጣት ሓያላት ብዙሕ ነገራት ክገብሩ ንሪኦም ኢና ንሞት ግና ሓንቲ ክገብርዋ ኣይከኣሉን ስለዚ እኳ ሰባት ንየሱስ ክርስቶስ ብውሕዱ ክወዳደርዎ ተደኣ ኮይኖምስ ንሞት ክስዕርዋ ዘለዎም ካልእ ከይተላዕለ ከሎ ሞት ትበሃል ክስዕርዋ ኣለዎም። ክገብርዋ ኣይክእሉን እዮም እሳ ንሞት ክስዕራ ዝኽእል ሓያል የለን፣ ምሁር የለን፣ ብርቱዕ የለን ብዘይካ ወዲ ኣምላኽ የሱስ ክርስቶስ። ክብሪ ንኣምላኽ ይኹን። ንሱ ንሞት ስዒሩ ዝተንስአ ጎይታይ ግብሪ ሃዋርያት ክልተ ዕስራን ኣርባዕተን ከምኡ እዩ ዝብለና ማእሰር ሞት ከጽንዖ ስለ ዘይከኣለ ሓይሊ ሞት ከጽንዖ ስለ ዘይከኣለ ክሕዞ ስለ ዘይከኣለ ዝከኣለ ኩሉ ገይሩስ ግን ጠጠው ከብሎ ስለ ዘይከኣለ ንሞት ጥሒሱ ፈንጢሱ ተንሲኡ ይለና ኣሎ እግዚኣብሔር ዝተመስገነ ይኹን ሲኦል እውን ከምኡ ክሕዞ ኣይከኣለን፣ እቲ ዝነበሮም መቓብር እውን ክሕዞ ኣይከኣለን። ክንደይ እቲ ዝተቐብረሉ መቓብር ርኢኹምዎ ኣለኹም ሓቂዶ? ብቐሊሉ ክፍንቀል ዘይክእል ኣኻውሕ ገይሮም እዮም ዓቢጦሞ፣ ከይወጽእ ኢሎም። ንሬሳሲ እንታይ ደጨንቕ ነይርዎም እዩ? ገለ ነገርሲ ኣብ ውሽጦም ዝርድኦም ነይሩ ማለት እዩ። ምክንያቱ እቲ ምዋትሲ ብሳልሰይቲ መዓልቲ ክትንስኤ ኢሉ እዩ እሞ ኢሎም ክትስእ ኢሎም ሓሲቦም ነይሮም እዮም ከምኡ ገይሮም ዝዓጸውዎ ግን ጎይታ መቓብር እውን ኣይሓዞን ሲኦል እውን ኣይሓዞን ንዕኡ ፈንጢሱ ዝተንሰ እዩ ስለዚ ንሕና ነምልኾ ኣምላኽ ንሕና ነገልግሎ ኣምላኽሲ ከምዚ ዝኣመሰለ ህያው ዝኾነ ጎይታ እዩ በዚ ጎይታ እዚ ክንሕጎስ ኣሎና ነምልኾ ኣምላኽሲ ዳጎን ኣይኮነን ጣዖት ኣይኮነን ሰባት ስቒሎም ተጸጊዖሞስ ከድሕን ዘይክእል ተሞርኪሶሞስ ከናግፍ ዘይክእልሲ ይኮናን ተወኪልካዮስ ከድሕን ዝኽእል ከናግፍ ዝኽእል ደኣ እዩ እግዚኣብሄር ዘተመስገነ ይኹን ስለዚ እንታይነቱ ክገልጸሉ ከሎ ኣነ ህያወ ኢሉ ንዓይ ደው ከብለኒ ዝኸኣለ ሓይሊ ናይ ሲኦል ሓይሊ ናይ ሞት የለን ኣነ ቀዳማይን ዳሕራይ እውነ ስለዚ ከምዚ ክብሎ ከሎ ካብቲ ዝነበሮ ቤት ማእሰርቲ በሎኽ ኢሉ ኣይወፅን ዶ ካብቲ ከቢብዎ ዝነበረ ጭንቀት በሎኽ ኢሉ ኣይወፅን ዶ ይወፅእ ከምኡ ምውጻእ ይኹነልና እስኪ ኣሜን ኣነ ህያው እየ ይብለካ ሕጂ በዚ ምሸት እዚ ካብቲ ዘለናዮ ካብቲ ዝኸበበና ካብቲ በቃ ጸቕጢ ዝገብረልና ነገርሲ ጎይታ ምጽ ኢሉስ ኣነ ህያው እየ ኣነ ቀዳማየ ኣነ ዳሕረዋየ ንዘልኣለም ኣለም ህያው እየ ስለዚ ክረድኣና ከናግፈና ከድሕነናስ ንሱ ንዘልኣለም ኣለም ህያው ዝኾነ ጎይታ ኢና ነምልኽ እግዚኣብሔር ዝተመስገነ ይኹን። ኣብ ዝኾነ ኩነታት ክትኣቱ ከለኹም ነዚ ቃልዚ ክዝክሮ ይግባእ ኣምላኸይ ህያው እዩ ቀዳማይን ዳሕረዋይን እዩ ንዘልኣለም ህያው እዩ ሞትን ሲኦሉን ዘይሓዘወ እዩ ብዙሕ ነገራት ንሰብ ዘጨንቆ ኣሎ እቲ ዝለዓለ ዘጨንቆ ግን እንታይ እንድሕር ኢልኩም ሞት እዩ ዋላ እቲ ሞት የለን ዝብል ሞት ናብኡ ገጹ ክትመጽእ ከላ ዘጨንቆ ጭንቀት ዝፈርሆ ፍርሂ ክትሪኦ ትኽእል ኢኻ ጎይታና የሱስ ክርስቶስ ግን ካብ እቲ ሞት ዝበሃል ካብኡ እውን ዝሰዓረ ዝወጸ እዩ ሕያው ዝኾነ ቦኽሪ ምዉታት ዝኾነ ካብቶም ዝሞቱ ኩሎም ቀዳማይ ንሞት ጥሒሱ ዝወጸ ጎይታ እዩ እግዚኣብሔር ዝተመስገነ ይኹን ስለዚ ናብቲ ኩነታትና ኢና ከነምጾ ዘለና እዚ ቃል እዚ ክንሓስብ ከለና ናብቲ ዘለናዮ ኩነታት ኢና ነምጾ ኦ ኣምላኸይ ግና ህያው እዩ ከጨንቆ ኢሉ ዝመጸ ሞትን ሲኦልን ዘይሓዞ እዩ ስለዚ ንዓይ እውን ካብዚ ዘጨንቐኒ ካብዚ ዝኣስረኒ ካብዚ ዝኸበኒ ካብዚ ከቢብኒ ዘሎ ነገራት ከውፀኒ ህያው እዩ ኢልና ኣብቲ ኩነታትና እንድሕር ኣዊጅናዮ ካብኡ ክንወፅእ ርእስና ንርኢ ኣሜን ምክንያቱ ንሱ ዝሰዓረ ስለ ዝኾነ ዝወጸ ስለ ዝኾነ እ ነቲ ዘጨንቕ ነገር ነቲ በቃ ዓትዒቱ ዝሕዝ ነገር ዘለዎ ዘበለ ኩሉ ሒዙ መጺኡ ክጎብጥ ዝደሊ ነገር ንዕኡ ዝጠሓሰ ጎይታ ስለ ዘለና እዩ ካልኦት ኩሎም ምዉታት እዮም ክረደኡ ኣይክእሉን እዮም ነቲ ዘሎካ ነገር ክርድእዎ ኣይክእሉን እዮም ጎይታ ግና ይኽእል እዩ ማለት እዩ እግዚኣብሔር ዝተመስገነ ይኹን ሕጂ ኣብ ቁፅሪ ዓሰርተ ትሽዓተ እምበኣርሲ ነቲ ዝርኤኻዮን ነቲ ዘሎን ነቲ ድሕሪ እዚ ዝኸውንን ፀሓፎ ኢልዎ ኣሎ ትዝክሩ እተ ደኣ ኮንኩም ራእይ ዮሃንስ ኣብዚኣ እያ ትምቀል ኣብዛ ሰለስ ኣብዛ ቁፅሪ ዓሰርተ ትሽዓተ እያ ትምቀል እቲ ዘሎ ዝብሎ ዘሎ እቲ ዝሪኦ ዘሎ ምዕራፍ ሓደ ማለት እዚ ሕጂ ዘንብበልኩም ዘለኹ ካብ ምዕራፍ ሓደ ጀሚሩ ኩሉ ናይ የሱስ ክርስቶስ ምግላጽ ናይ የሱስ ክርስቶስ ግርማ ናይ የሱስ ክርስቶስ ሓይሊ እቲ ዝሪኦ ዘሎ ንሱ እዩ ነቲ ዘሎ ዝብሎ ዘሎ ነቲ ሕጂ ዘሎ ህልዉ ዘሎ እቲ ዘመን ናይ ማሕበር ኣምላኽ ዝበሃል ካብ ምዕራፍ ክልተን ሰለስተን ዘሎ ማለት እዩ ነቲ ድሕሪ ሕጂ ዝኸውን ዝብሎ ዘሎ ካብ ኣርባዕተ ካብ ራብዓይ ምዕራፍ ጀሚሩ ንኔው ዘሎ እዩ ማለት እዩ ብዛዕብኡ ክገልጸ እየ ጸኒሐ እግዚኣብሄር ዝተመስገነ ይኹን ግን ንዕኡ ጸሓፎ ኢለዎ ኣሎ ትሪኦ ዘለኻን ዘሎን ድሕሪ ሕጂ ዝኸውነን ስለዚ ሰለስተ ነገራት እዩ ኣብዚ ተጠቒሱ ዘሎ ዝሪኦ ዘሎ ኣሎ ዘሎ ከኣ ኣሎ ሕጂ ዘሎ ብድሕሪ ሕጂ ዝኸውነን ከኣ ኢለዎ ኣሎ ሓንቲ ኣብዚኣ ደስ ትብል ነጥብላ ጎይታና የሱስ ክርስቶስ ነቶም ከዋኽብቲ፣ ሸውዓተ ዃኽብትስ ኣብ የማናይ ኢዱ ዝሓዞም ምዃኑ ነጊሩ ኣሎ። እዞም ኣብ ምዕራፍ ሓደ ኣሎና፣ ኣብ ምዕራፍ ክልተ እቲ ኣብ የማናይ ኢዱ ሸውዓተ ዃኽብቲ ዝሓዘ ኢሉ ኣሎ። ብተደጋጋሚ እዚ ቃል እዚ ንረኽቦ ኢና ማለት እዩ። ኣብ የማናይ ኢዱ ሸውዓተ ኮኻኽብቲ ዝሓዘ ሕጂ ክገልጾ ከሎ ባዕሉ ክትንትነልና ከሎ እቶም ሸውዓተ ኮዋኽብቲ ኣብ የማናይ ኢዱ ዘለዉ መላእኽቲ ተን ሸውዓተ ማሕበራት ኢሉና ኣሎ ሕጂ መጀመርያ ነገር ኣብ የማናይ ኢዱ ዝሓዞም ኢሉ ኣሎ የማን ናይ ሓይለ ምልክት እዩ ናይ ደገፍ ምልክት ድማ እዩ ሓቂዶ የማንሲ እንታይ ማለት እዩ? ናይ ሓገዝ፣ ናይ ረድኤት ምልክት እዩ፣ ናይ ሓይሊ ኸኣ ምልክት እዩ። እቶም መላእኽቲ ናይተን ሸውዓተ ማሕበራትሲ ኣብ ኢድ ጐይታ ከም ዘለዉ፣ ኣብ የማናይ ኢድ ኣምላኽ ከም ዘለዉ፣ ካብኡ ካብቲ የማናይ ኢድ ኣምላኽ ከኣ ካብቲ የማናይ ኢድ ጐይታና የሱስ ክርስቶስ ከኣ ዋላ ሓደ እ ክምንዝዖም ዝኽእል ሓይሊ ከም ዘየለ ይነግሮም ኣሎ። እቲ ዘገርም ንሱ እዩ ጎይታና የሱስ ክርስቶስ ኩሉ ግዜ ኣብ የማናይ ኢዱ እዩ ዝሕዘካ ደገፉ ረድኤቱ ሓይሉ ኩሉ ግዜ ኣብ የማናይ ኢዱ ብምግባር እዩ ዝገልጽ። መልኣኽቲ ናይተን ሸውዓተ ማሕበራት እዩ ኢልዎን ሕጂ ኢሉና ኣሎ። እቶም ከዋኽብቲሲ መልኣኽቲ ኢሉ ተወርጊሙልና ኣሎ። እቶም መልኣኽቲ ግን ነቶም መናፍስቲ ብባህሪኦም መናፍስቲ ዝኾኑ ረቂቕ ስጋ ዘይብሎም ዘመልክት ድዩ ዋላ ንሰባት እዩ ዘመልክት ክንትንትኖ ንኽእል ኢና። መጀመርያ ጎይታና የሱስ ክርስቶስ እንታይ እዩ እንድሕር ኢልና ርእሲ እዩ ሓቀይ ዶ? ቀዳማይ እዩ። ኣብታ ማሕበር ክመጽእ ከሎስ ኣብታ ኣካል ክርስቶስ ክመጽእ ከሎስ ጎይታና የሱስ ክርስቶስ ርእሲ እዩ። እዚ ኸኣ ርእሲ ማሕበር ምዃኑ ኤፌሶን ኣርባዕተ ካብ ዓሰርተ ሓሙሽተ ኣለና፣ ሓሙሽተ ዕስራን ሰለስተን ኣለና፣ ቆሎሴ ሓደ ዓሰርተ ሸሞንተ ኣለና፣ ቆሎሴ ሓደ ዓሰርተ ሰለስተን ኣለና። ርእሲ ማሕበሩ ዝኾነ ርእሲ ኣውራ ቀንዲ መራሒ ማለት እዩ። እግዚኣብሔር ዝተመስገነ ይኹን። ሕጂ ርእሲ እንተ ደኣ ኮይኑ ንሱ ድማ ርእስነት ጎይታና የሱስ ክርስቶስ ከም ዘለዎ ከሎ ጎይትነት የሱስ ክርስቶስ ከም ዘለዎ ከሎ ኣምላኽነት የሱስ ክርስቶስ ከም ዘለዎ ከሎ ሓለቓነት የሱስ ክርስቶስ ከም ዘለዎ ከሎ ንዕኡ ኣፖይንትድ ዝገብሮም፣ ንዕኡ ንኣገልግሎቱ ዘዳልዎም ኣገልገልቲ ከኣ ኣለዎ፣ ባሮት ከኣ ኣለዎ፣ መራሕቲ ከኣ ኣለዎ። እሱ ዝለዓለ በዓል ስልጣን ሒዙ ከሎ ጴጥሮስ እንታይ ኢሉ ኣሎ? ንጎይታና የሱስ ክርስቶስ ሓለቃ ጓሶት ኢልዎ ጓሶት ኣለዉ ግን ናይቶም ሓሎቓ ናይቶም ጓሶት ሓለቓ ግና መን እዩ? ጎይታና የሱስ ክርስቶስ ረእዎ ቀዳማ ጴጥሮስ ሓሙሽተ ካብ ቁፅሪ ሓደ ስጋ ኣርባዕተ ከንብቦ እምበኣርስ ነቶም ኣብ ማእከልኩም ዘለዉ ሽማግለታት ኣነ መሸማግልቶም ምስቓይ ክርስቶስ ድማ መስካሪ ኣብቲ ዳሕራይ ክግለጽ ዘሎ ክብሪ እውን ተማቓሊ እሞ እምዕደኩም ኣለኹ ነቲ ምሳኻትኩም ዘሎ መጓሰ ኣምላኽ ጓስይዎ፣ ብፍታው ከም ፍቓድ ኣምላኽ እምበር ብግዲ ኣይኹን፣ ብታሕጓስ እምበር ምእንቲ ኸንቱ ረብሓውን ኣይኹን። ነቲ መጓሰ ኣርኣያ እናኾንኩምዎ እምበር፣ ኣብተን ማሕበራት ከም ጐይቶት ኣይትኹኑ። እታ ዝደለኽዋ እዚኣ እያ። እቲ ሓለቓ ጓሶት ምስ ተገልጸ ድማ ዘይጽምሉ ኣኽሊል ክብሪ ክትቅበሉ ኢኹም። ንነገሩ ኣኽሊላት ኣሎ ኣብ ሓድሽ ኪዳን ንሪኦ ኣምላኽ ነቶም ዝሰዓሩ ዝህቦም ኣኽሊላት ሓደ ካብቲ ኣኽሊል ኣብዚ ተጠቒሱ ዘሎ ዘይጽምሎ ኣኽሊል ወይ ከኣ ኣኽሊል ክብሪ ዝበሃል እዩ ንመን እዩ ዝወሃብ ባዕሉ ጳውሎ ጴጥሮስ ኣብዚ ነጊርና ኣሎ ነቶም ኣርኣያ እናኾኑ ኣብቲ መጓሰ ዘገልግሉ ብኣብነት ዘገልግሉ ብጽቡቕ ምስክርነት ዘገልግሉ ብፊት ግንባር ተሰሊፎም ዘገልግሉ ንዓኣቶምሲ መን እቲ ሓለቓ ጓሶት ምስ ተገልጸሲ ዘይጽምሉ ኣኽሊል ክብሪ ክትቅበሉ ኢኹም ኢሎም። ኣመን። ሓደ ክብሪ እዚ እዩ፣ ሓደ ኣኽሊል እዚ እዩ። እስከ እዚ ክብሪ እዚ ናባይ ይምጻእ በሉ። ኣሜን ኣሜን። እዚ ክብሪ እዚ ክህልወካ መራሒ ምዃን ኣየድልየካን እዩ፣ ቀዳማይ ምዃን ኣየድልየካን እዩ። እዚ ኣኽሊል ክብሪ እዚ ዘይጽምሉ ኣኽሊል እዚ ኣብ ቦታ ስራሕካ ክትገልጾ ትኽእል እያ። ኣብ ቦታ ኣብታ ዘለኻያ ስራሕ ክትገልጾ ትኽእል ኢኻ። ኣብነታዊ ብምዃን፣ ሓቀኛ ብምዃን፣ ትሑት ብምባል። ትሪእዎ ዶ ኣለኹም ኣብዚ? ነታ ማሕበር እዩ ዝገልጽ፣ ጎይቶት ኣይትኹኑ ኢልኩም ሓለቓ ጓሶት ምስ ተገልጸሲ ንዓኹም ናትኩም ሓለቓ ኣሎ፣ ጎይታ ኣሎ፣ ምስ ተገልጸ ምእንቲ ኣኽሊል ክብሪ ክህበኩም፣ ዘይጽምሉ ኣኽሊል ምእንቲ ክህበኩምሲ፣ ሕጂ ኣርኣያ ኩንዎ ነቲ መጓሰስ ኣርኣያ ኩንዎ። እግዚኣብሔር ዝተመስገነ ይኹን ቤትና እኮ ሓንቲ ሓንቲ ምሕደራ እኮ እያ ሓንቲ ንእሽተይ ኣርኣያ ክንኮነላ ንኽእል ቦታ እያ ኣሜን ኣብ ገዛና ኣብ ገዛና ኣብታ ዘለናዮ ገዛ ኣብ ቦታ ስራሕ ኪዱ ኣብ ጉርብትና ኪዱ ኣብ ዝኾነ ዝግበር ዝምድና ርክባት ኩሉ ጽቡቕ ዓውዲ እዩ፣ ኣብነታዊ ኣርኣያ ምዃን፣ መንፈሳዊ ምዃን፣ ናይ ኣምላኽ ዘበለ ክትገለጽ ምፍታን። ኣሜን። ምኽንያቱ ኣብ ገሊኡ ሰባት ኣይርድኡልካን እዮም፣ ሰባት ኣይፈልጥዎን እዮም፣ ሰባት ኣይቅበልዎን እዮም፣ ግን በቲ ዝኾንካዮን በቲ ኣርኣያ ዝኾንካዮ ግና እቲ ሓለቓ ጓሶት ምስ መጸሲ ዘይጽምሉ ኣኽሊል ክበካ እዩ። ኣሜን። እሱ ይበልጽ። ዘይብጽምሉ ማለት እኮ ዘላለማዊ ንዘልኣለም እቲ ክብርትስ ተጓናጺፍካዮ ትነብር መቸም ኣብዚ ምድሪ እዚ ክንደይ ሪዋርድ ኣሎ ሓቀይ ዶ ወይ ኣዋርድ ዝበሃል ኣሎ ገለ ነገር ኣቺቭ ምስ ገበርካ ገለ ነገር ምስ ተዓወትካ ዝወሃበካ ኣሎ ቦታ ስራሕ ኣሎ ኣብ ቦታ ትምህርቲ ኣሎ ናይ Employee of the month ዝብሉ ኣብዚ ስራሕና ሕጂ ናይ በቃ ናይ እዛ ወርሒ እዚኣስ ብሉጽ ሰራሕተኛ ገለ ማልያ ገለ ለቢሱ ይኸይድ ካብ ተምሃሮ ከኣ ከምኡ ይገብሩ ግን ሓጻር እያ እሳ ናይ ሽዓ እምበር ናይ ትመጽእ ዘላ ዲኻ ኣይትኸውንን ዲኻ ከምኡ ዲኻ ክትቅጽል ኣይትቕጽልን ዝፍለጥ የለን ወይ ንኻልእ ድያ ክትወሃብ ኣይትወሃብን ኩሉ ብዚ ምድሪ ዘሎ ሽልማታት ሓቂ ዶ እዚ ታይ ዝባሃል እዚ ኣብ ዓመት ሓንሳብ ናይ ዓለም መራሕቲ ዝሽለምዎ ሽልማት ታይ ዝባሃል ኖቤል ሓቂ ዶ ዝተደግመቶ ሰብ ኣላ ዶ ካብ መራሕቲ ናይ ዓለም ዳርጋ የለን ሓንሳ እያ ትድገም ብድሕሪኡ ግን በቃ ናብ ካልኣ ትኸይድ እዚ ኣኽሊል እዚ ግና ምስ ተዋህበካ ንዘለኣለም ኣሜን ኣሜን ዘይጽምሉ እዩ ምሳኻ ዝነብር እዩ በቃ እቲ ክብርትስ ዘይጽምሉ ማለትሲ ንኹሉ ግዜ ምሳኻ ንሓዋሩ ምሳኻ ክብሪ ለቢስካ ትነብረሉ እዩ ኣሜን ኣታ ዝስ ዓይንኻ ተኸፊቱ ተትሪኦ ብሓቂ ከምኡ ኢልዎም ስለዚ ጎይቶት ኣይትኹኑ ኣሕለቑ ኣይትኹኑ በቃ ገዛዕቲ ይትኹኑ መለኽቲ ይትኹኑ ሓለቓ ጋሶት ምስ ተገልጸሲ ዘይጽምሉ ኣኽሊል ክህበኩም እዩ ኣምላኽ ዝተመስገነ ይኹን ነባሪ ዝኾነ ኣኽሊል ክብሪ ክበኩም እዩ እምበኣር ብዙሕ ግዜ ኣኽሊል ኣሎ ዓስቢ ኣሎ ዓስቢ ኣሎ ንብል ኣለና ሓንቲ ካብተን ዓስቢ እዚኣ እያ ኣርኣያ ኮንካ ብምምልላስ ሕፍቲ ዘይብልካ ኮንካ ብምምልላስ ብጥንቃቐ ብምምልላስ ኣሜን እግዚኣብሔር በዚ ነገርዚ ይባርኸና በረኸትኩም ኣብ ልዕሌኹም ይኹን ኣሜን ኩሉ ግዜ ኣርኣያ እናኾንካ ብትሕትና ብፍቕሪ ከምቲ ቃል ኣምላኽ ዝብሎ ክትመላለስ ኣምላኽ የበቅዕ ብቐንዱ ግን ነቶም ጓሶት ነቶም ኣገልገልቲ ነቶም መራሕቲ እዩ ዝዛረብ ሕጂ ኣብ እስራኤል ብሰሪ ጓሶት እዩ እዚ ኩሉ ውርደት ዝኣቱ ነይሩ ኣብ ህዝቅኤል ድሕሪ ኣንቢብና በቃ ጓሶት ርእሶም ዝብሎም ነቲ መጓሰ ገዲፎም ዘዘጠዓመ ንዕኦም ጥራይ ዝገብሩ ዘደንግጹ በቃ ሓደ ሰብኣይ ክዛረብ ከሎ ነዚ ህዝብና ነዚ ፋሕ ዝበለ ህዝቢ ሓበሻ ክርኢ ከሎስ ብሓቂ እቲ ጎይታና የሱስ ክርስቶስ ዝበሎ ጓሳ ዘይብለን ፋሕ ዝበላ ዝተበጃጀላ ረዳኢ ዘይብለን ከምኡ ኮይነን እየን ዝረኣየኒ እዚ ህዝቢ ኢሉ ምክንያቱ ዘዘርከበ እዩ በቃ ዝጭፍጭፎ ዘዘርከበ እዩ በቃ ዝጎብጦ ዘዘርከበ እዩ ነገራት ኩሉ ዝወስድ እግዚኣብሔር የድሕኖ እግዚኣብሔር መድሓን የምፅእ ንርእሶም ዘይኮነስ ንጎይታ ቀዲሞም ዝጓስዩ ጓሶት ነዚ መጓሰ ዝኽህብ እግዚኣብሔር ዝተመስገነ ይኹን። እስራኤላውያን እውን ከምኡ እዮም ነይሮም። በቃ ደንገፀሎም፣ በቃ ጓሳ ዘይብለን ኣባጊዕ ምስ ረኣየ ኮይኖም ምስ ረኣዮምስ ደንገፀሎም። እንታይ ማለት እዩ? በቃ ረዳኢ ዘይብሎም በቃ እቶም ኣይሁድ ኣይምሕርዎም እዮም፣ ጨካናት እዮም። ገንዘቦም ይግብትዎም ዘሎዎም ኩሉ ይግቡትዎም፣ ኣብ ርእሲኡኻ ይጉይተቱሎም ከኣ። እቶም ኣይሁድ መራሕቲ እቶም ፈሪሳውያን ማለት እዩ። ይድንድንዎም እዮም። ስለዚ እዩ በቃ ጓሶት ጥዑያት ጓሶት እግዚኣብሔር ንመጓሲኡ ክህብ ኩሉ ሳዕ ክንጽሊ ዘድልይ ማለት እዩ። እቲ ሓለቓ ጓሶት መጺኡ ንነፍሲ ወከፍ ከከምቲ ዝተመላለሶ ስለ ዝዕድል እሞ ግን እቲ ዘገርም ኣብዚ ነቶም ነቶም ከዋኽብቲ ነቶም መራሕትስ ኣብ የማናይ ኢዱ ምሓዙ ከዓ ተገርም ከኣሳ ይጥንቅቐሎም ምዃኑ ይሓልየሎም ምዃኑ ይከናኸኖም ምዃኑ ይዓልዮም ምዃኑ ከዓ ኣብዚ ከዓ ንርኢ ማለት ዝቆፃፀሮም ምዃኑ ኣብቲ የማናይ ኢዱ ሒዙ ነቶም ከዋኽብቲ ነተን ሸውዓተ ከዋኽብቲ ነቶም መራሕትስ ይኣልዮም ምዃኑ ከዓ ኣብዚ የርእየና ኣሎ ማለት እዩ እግዚኣብሔር ዝተመስገነ ይኹን እሞ ሕራይ እዞም መላእኽቲ እዚኣቶም ተባሂሎም ዘለዉ እንታይ ዓይነት መላእኽቲ እዮም ብቐንዱ ነቲ ብባህሪኦም ረቂቕ መንፈስ ዘል ጥራይ ዝውንኑ መላእኽቲ ንኽገልጽ ዝበዝሕ ኣብ መጽሓፍ ቅዱስ ተጠቒሱ ንረኽቦ ኢና ማለት እዩ። ኣብ ሓድሽ ኪዳን ሚእትን ሰማንያን ሓሙሽተን ግዜ ተጠቒሱ ኣሎ። ካብዚ ሚእትን ስሳን ሓሙሽተን ንመላእኽቲ ነቶም ሰራዊት ሰማይ ነቶም መንፈስ ጥራይ ዝኾኑ መላእኽቲ እዩ ዝገልጽ። ኣብ ብሉይ ኪዳን ከኣ ክልተ ሚእትን ዓሰርተ ክልተን ኣሎ ካብዚ ሚእትን ዓሰርተን ኣቢሉ መላእክት ክብል ከሎ ነቶም ሰማያውያን ሰራዊት ኣምላኽ እዩ ዝገልጽ እሞ ኣበይ ደኣ ኣለው መላእክቲ ክብል ከሎስ ንሰባት ዘመልክት እንድሕር ኢልናዮ ትፈልጡ ዲኹም ዮሐንስ መጥመቕ መልኣኽ ከም ዝተባህለ ዮሐንስ መጥመቕ መልኣኽ ተባሂሉ ኣሎ ማቴዎስ ዓሰርተ ሓደ ዓሰርተ ረኣይዎ ሃለሉያ ማቴዎስ ዓሰርተ ሓደ ዓሰርተ ብዛዕባ ጎይታና የሱስ ክርስቶስ ክዛረብ ከሎ እ፣ ብዛዕባ ዮ- ዮሃንስ መጥማቕ ክዛረብ ከሎ ጎይታና የሱስ ክርስቶስ ብሓቂ እብለኩም ኣለኹ ካብ ቁጽሪ ዓሰርተ እቲ ብዛዕብኡ እተጻሕፈሉ ንሱ እዩ፣ እንሆ፣ ኣብ ቅድሜኻ መገድኻ ዝጸርግ መልኣኸይ፣ እንታይ እየ? መልኣኸይ ቀቅድሜኻ እልእኽ ኣለኹ። ብሓቂ እብለኩም ኣለኹ፣ ካበ ንሱ ኻብ እተወልዱ፣ ካብ ዮሃንስ መጥመቕ ዝዓቢ ሓደ እኳ ኣይተንስአን፣ ኣብ መንግስተ ሰማያት ግና እቲ ኻብኡ ዝንእስ ካብኡ ይዓቢ። መልኣኽ ይብሎ ኣሎ። ንዮሃንስ መጥምቕ ማርቆስ ሓደ ካብ ክልተ ስጋዕ ሰለስተ ኣለኩም ሉቃስ ሸውዓተ ካብ ዕስራን ኣርባዕተን ዕስራን ሸውዓተን ኣሎ ሉቃስ ትሽዓተ ሓምሳን ክልተን ኣሎ ኣብዚ ኩሉ ንዮሃንስ መጥምቕ ቀቅድሜኻ ዝል መገድኻ ዝጸርግ መልኣኸይ ተባሂሉ ኣንግሎስ ብቐንዱ መልኣኽ ማለት እኮ መሰንጀር ማለት እዩ ልኡኽ ማለት እዩ እቲ ቃል ብቓሉስ ልኡኽ ዝተላዕከ መልእኽተኛ ማለት እዩ ስለዚ ብዓብላሊ ነቶም መንፈሳውያን ሰራዊት ዋላ ዝገልጽ እንተኾነ ንሰባት እውን ከምኡ ተገሊጹ ኣሎ ሃጌ ባዕሉ ከምኡ ኢሉ ኣሎ ኣነ ልኡኽ ኢሉ ተዛሪቡ ኣሎ። ሚልክያስ እውን ከምኡ፣ ኣነ ልኡኽ፣ ኣነ መልእኽተኛ፣ እቶም ልኡኻት ዝብሎ ምስቲ ናይ መልኣኽቲ ሽም ሓደ እዩ። ዝተላእከ ልኡኽ፣ መልእኽተኛ ማለት እዩ። ስለዚ ኣብዚ ናብ መልኣኽ ማሕበር ኤፌሶን ከምዚ ኢልካ ጽሓፍ ክብሎ ከሎ ንሓደ ካብቶም መራሕቲ፣ ንሓደ ካብቶም ሓለቓ፣ ንሓደ ካብቶም ቀዳማይ መራሒ ብእኡ ኣቢሉ እቲ መልእኽቲ የመሓላልፎ ከም ዘሎ እዩ ዘርኢ። ሕጂ ሸውዓተ ማሕበራት እየን ኣብዚ ተጠቒሰን ዘለዋ። ሕጂ ገሊኦም ሰባት ኦ ሓሓደ መልኣኽ ስለ ዘሎ ነቲ ጎይታና የሱስ ክርስቶስ ሸውዓተ ኳኽብቲ ብ ኢዱ ዝሓዘ እሳቶም ከኣ እቶም መልኣኽቲ ናይተን ሸውዓተ ማሕበራ ስለ ዝኾኑ ስለዝስ ሓደ ኢቲ ኣውራ፣ ሓደ ኢቲ ቀንዲ፣ ሓደ ኢቲ መራሒ ኢሎም ነቲ ዋን ማን ሊደርሽፕ ክጥቀሙሉ ይፍትኑ እዮም ግን ንዕኦም ጥራይ ኣይኮነን ክንሪኦ ኢና እንዳኣተናዮ ክንከይድ እንዲና እቲ መልእኽቲሲ እቲ ዘሎ ኣጠቓላሊ እቲ ዘሎ እቲ ህልዊ ኩነታት ናይተን ማሕበራት ናይታ ዘመን ቤተ ክርስቲያን ን እታ ቤተ ክርስቲያን ክሳዕ ዘላ እታ ማሕበር ኣምላኽ ክሳዕ ዘላ ዘላትሉ ሃዋሁ ዘላትሉ ኩነታት ንምግላጽ'ዩ ነዘን ሽውዓተ ተጠቒምለን ብእኦም ኣቢሉሲ ንብምሉኦም እተን ማሕበራትን ኣብኡ ዝነበራ ማሕበራት ጥራይ ዘይኮና ከኣ ኣብ ከባቢኦም ዝነበራ ብምሉእን ማሕበራትን ኣብ ዘመናት ኩሉ ወዲ ኣምላኽ የሱስ ክርስቶስ መጺኡ ነታ መርዓቱ ዝኾነት ማሕበር ክሳዕ ዝወስዳ ዝህሉ ዝገልጽ እዩ ማለት እዩ። ስለዚ ከም ኣብነት እንተደኣ ወሲድና ኤፌሶን ኣብዚ ተጠቒሳ ኣላ። ንኤፌሶን ግን ሃዋርያ ጳውሎስ ኣብ ምዕራፍ ዕስራ ገላትያ ምዕራፍ ዓሰርተ ትሽዓተ ገላትያ ነቶም ሽማግለታት ጸዊዑ እንታይ ኢለዎም ኣሎ? ነቶም ሽማግለታት ጸዊዑ ብዛዕባ እቲ ነቲ መጓሰ ዝኸውን ነገር ነጊርዎም ኣነ ምስ ኣግለስኩስ ካብ ውሽጥኹም እውን ካብ ደገም እውን ነዚ ሞጓሰ ዘይንሕፉ እኩያት ተኻሉ ክመጹ እዮም። ስለዚ ንስኻትኩም ንርእስኹምን ነታ ብገዛእ ደሙ ዘጥረያ ማሕበር ጎይታ ክትጓስዩ ኢሉ ነጊርዎም። ሕጂ ነቶም ሽማግለታት ብምልኦምሲ ሽማግለታት መራሕቲ ምዃኖም ነጊርዎም ኣሎ እንደገና ጓሶት ዕዮኦም ምጉሳይ ምዃኑ ነጊርዎም ኣሎ። ንሓደ ኣይኮነን ጸዊዑ። ንመን እዩ ጸዊዑ? ንዅሎም ነቶም ሽማግለታት ናይታ ኤፌሶን፣ ኣብዛ ኣብዛ ራእይ ዮሃንስ ተጠቒሳ ኻብ ዘለዋ ማሕበራት ሓንቲ እያ። ስለዚ እንታይ ማለት እዩ? ዅለን እተን ማሕበራት ከኣስ ከምኡ ዓይነት ኣካይዳስ ኣለወን ማለት እዩ። ጓሶት ኣለወን። ሽማግለታት ነይሮም መን እዮም ኢልካ ብቐሊሉ ክትወስድ ትኽእል ኢኻ። ግን እቲ መልእኽቲ ንሓደ ክመጽእ ከሎ ንመን ማለት እዩ? ንኹላ ተተጋጊዩ እሱ ጥራይ ኣይኮነን ዝጋገ ተተዓዊቱ እሱ ጥራይ ኣይኮነን ዝዕወት እታ ማሕበር ብምልእተያ ስለዚ ብኡ ቢሉ ንኹለን ነተን ማሕበራት ዝገልጽ እዩ እዚ ቃል እዚ ንረኽቦ እግዚኣብሄር ዝተመስገነ ይኹን ኣሜን ሕጂ እቲ ዘሎ ዝብል ዘሎ ነተን ሕጂ ዘሎ ህልውና ማለት እዩ ነቲ ዘመን ማሕበር ኣምላኽ ነቲ ዘመን ቤተ ክርስቲያን ማለት እዩ ነታ መርዓቱ ቤተ ክርስቲያን ብምንታይ እያ ትምሰል ትፈልጡ ዲኹም ብመርዓት እያ ትምሰል ብመርዓት ስለዚ መርዓት ከዓ ተዳልያ ድያ ትፀንሖ ሓቀይ ከይተዳለወት ዶ ጸኒሓቶ መርዓዊ ይወስዳ ድዩ ኣይወስዳን እዩ ተዳልያ እያ ትጸንሖ ወዲ ኣምላኽ የሱስ ክርስቶስ ኣብ ኣየር ክመጽእ ከሎ እታ መርዓት ተዳልያ እያ ትጸንሖ እሳ ከኣ ናብ ኣየር ከይዳ እያ ትቕበሎ እቲ ቀዳማይ ምጽኣቱ ብስውር ዝበሃል እቲ ምንጣቕ ንብሎ እቲ ራፕቸር ንብሮ የሱስ ክርስቶስ ናብ ምድሪ ይወርድኒ ኣብ ኣብ ደበና ኣብ ኣየር እዩ ዝጸንሕ ካብቲ ዙፋን ኣምላኽሲ ናብ ኣየር ይመጽእ እታ ማሕበር ከኣ ተወሲዳ ኣብ ኣየር እያ ትኸይድ ስለዚ ትርክብ ኣበይ እዩ ኣብ ኣየር እዩ ኣሜን ናብ ምድሪ ይወርድን እዩ ንኣይሁዳውያን እዚ ጽቡቅ ገይሩ እዩ ዝርድኦም ሽዕኡ ድሕሪ ሸውዓተ ዓመት መጺ ተመሊሱ እዩ ድራር እቲ ገንሸል ዝኸውን መርዓ እቲ ገንሸል ሸውዓተ ዓመት ይኸውን ድራር እቲ ገንሸል ከኣ ናብዚ ምድሪ እዚ ድሕሪ ሸውዓተ ዓመት ምስ ተመለሰ እዩ ዝኸውን ኣይትሽገሩ እንታይ እዩ ዝብል ዘሎ ኢልኩም ብዲቴይልስ ክንኣትዎ ኢና እንተ ደኣ ጽቡቕ ሰማዕቲ ኮይንኩም ማለት እዩ እቶም እታ ማሕበር መርዓት እያ ናብቲ መርዓት ገንሸል ዝዕደሙ ግን ኣለዉ ዕዱማት ኣለዉ እቶም ከዓ እቶም ካልኦት እዮም እታ ማሕበር ኣምላኽ ካብ ትምስረት ጀሚራ ካብ ትህነጽ ጀሚራ ማሕበር ኣምላኽ መዓስ እያ ተሃኒጻ ብሞትን ትንሣኤን ጐይታና የሱስ ክርስቶስ እያ ተሃኒጻ ሓቂ ዶ የሱስ ክርስቶስ ከይተንስአ ማሕበር ነይራ ድያ ኖ ማሕበር ኣምላኽ የሱስ ክርስቶስ ብሞትን ትንሣኤን እያ ተጀሚራ ስለዚ ካብኣ እያ ትጅምር ወዲ ኣምላኽ መጺኡ ክሳዕ ዝወስዳ ከኣ እታ ማሕበር ኣላ ብድሕሪኡ ግን ካልእ ዘመን እዩ ክኸውን ስለዚ እቲ ዘሎ ዝብሎ ዘሎ ነዚ ዘመን እዚ እዩ ካብታ ቤተ ክርስቲያን ዘተመስረተትላ ጀሚሩ ክሳዕ ወዲ ኣምላኽ ብስውር መጺኡ ድወስዳ ብሕቡእ መጽዩ ድወስዳ ንማንም ዘይፍለጦ ግን ንቑሕ ዝኾነ መንፈስ ዘለዎ ግና ኣብ ውሽጢ ኮይኑ እንታይ ይብል ኢሉ እ ማራናታ ይብል እቲ መንፈስን እታ መርዓትን ስ እንታይ ትብል ማራናታ እንታይ ማለት እዩ ኣብቲ ውሽጥኻ ግን ድልውነት ከም ዘሎ የርእየካ እዩ እቲ ውሽጥኻስ ይፍለጠካ እዩ ጎይታ ክወስዳ ኢሉ ክመጽእ ከም ዘሎ ካልእ ምልክት ግን የለን ማለት ሰባት ብዙሕ ግዜ ጌጋ እንድዮም ዝገብሩ እንታይ እዮም ጌጋ ኣብ መንጎ እቲ ብስውር ዝመጸሉ ንዓና ነታ ነዛ ሕጂ ዘላ ማሕበር ኣምላኽ ዝወስደሉን ኣብ መንጎ እቲ ካልኣይ ምጽኣቱንሲ ይሓውስዎ እዮም እቲ ካልኣይ ምጽኣቱ ምልክታት ኣሎ ብውሕዱስ እታ ማሕበር ኣምላኽ ምስ ተወሰደት፣ ሸውዓተ ዓመት ኣብዚ ምድሪ እዚ ናይ መከራ ዘመን፣ ናይ ኣይሁድ ዘመን ስለ ዝኸውን፣ ሽዕኡ ክትግምት ትኽእል ኢኻ፣ ጊዘ እውን ተቆጸርካ ይከኣል እዩ። ሕጂ ግን ነቲ ብስውር ዝመጽእ ነቲ ብሕቡእ ዝመጽእ ጎይታ፣ ክፈልጦ ዝኽእል ክግምቶ ዝኽእል የለን ስለዚ ሰባት ኣብዚኦም ሕውስውስ ዝብሎም በዚ መዓመት ክመፅእ በዚ ግዜ ክመፅእ በዚ እዋን እዚ ክመፅእ እናበሉ ብዙሕ ጌጋታት ይገብሩ እዮም ግን ዘመን ኣይሁድ ዝበሃል ኣሎ ዘመን ማሕበር ኣምላኽ ዘመን ቤተ ክርስቲያን ዘመን ሕጂ ዘሎ ህልው ግዜ ዝብል ከኣሎ ዝበሃል ከኣሎ ማለት እዩ እግዚኣብሔር ዝተመስገነ ይኹን ኣመን ሕጂ ዓንተወይ እንታይ ኢለኩም ነይረ ኣብ ኣይሁድ እንታይ ባህሊ ኣሎ መስለኩም ስጋዕ ሕጂ ኣሎ ድዩ የሎን እቲ ባህሊ እንድዒ ግን ኣብቲ ዘመን መጽሓፍ ቅዱስ ንሪኦ ማለት እዩ መጀመርያ እቲ መርዓዊ ማንም ከይፈለጠ ነታ መርዓት ይወስዳ መጀመርያ ሽዕኡ ድሕሪ ሸውዓተ መዓልቲ ሒዝዋ ተመሊሱ ውራ ይገብር። ዕዱማት መጹ፣ ድራር እቲ ገንሸል፣ ድራር እቲ መርዓ ይኸውን። እስራኤላውያን እቶም ኣይሁድ በዓል ሃዋርያ ጳውሎስ ሕጂ ረእይዎ ማቴዎስ ዕስራን ሓሙሽተን ሓሙሽተ ዝተዳለዋን እተን ሓሙሽተ ዓያሹን ክብለን ከሎ ነዚ እዚ እዩ ዘመልክት። እቲ መርዓዊ እንታይ ገይሩ መጺኡ ብስውር ክወስዳይ ክወስደን እዩ መጺኡ ሕጂ ብስውር ኢሉ ወስዳ መጀመርያ ሽዕኡ ተመሊሱ እዩ ሴሌብሬሽን ዝኸውን ኩሉ እናርኣየ ሓንቲ ኣብ ዝሓለፈ ምሽ ነጊረኩም ክመፅእ ከሎስ ኣ ብደበና ከም ዝመጽእ እሞ ኣዒንቲ ኩሎም ከኣ ከም ዝሪእዎ እሱ እቲ ካልኣይ ምጽኣት እዩ ኣዒንቲ ኩሎም ዝሪእዎ ጸዳል ብርሃኑስ ንብዘላ ምድሪ ዝኸድና እሞ ኩሉ ሰብ ከኣ ዝሪኦ ዝተጋህደ ዝኸውን እዚ ሕጂ ንብሎ ዘለና ግን እ እዚ ህልው ዘመን እዚ ናይ ማሕበር ኣምላኽ ዘመን እዚ ናይ ቤተ ክርስቲያን ዘመን ዘብቅዓሉ ዝውድኣሉ እሞ ብስውር መጺኡ ልክ ከምቲ ናይ ኣይሁድ ባህሊ ማለት እዩ ሕጂ እዚ መጽሓፍ እዚ ብናትና ባህሊ ተዝጸሓፍ ነይሩ እኮ ንዓና ምተረድኣና ነይሩ እዚ ቀሊል ምኾነልና ነይሩ እዚ ብስውር ምምጻእን ብግሁድ ምምጻእን ናይ ጎይታና የሱስ ክርስቶስ ቀሊል ምኾነልና ነይሩ ኣይመስለኩምን ግን በቶም ናይ ኣይሁዳውያን ባህሊ እዩ ተጻሒፉ። እቶም ጸሓፍቱ ንባዕሉስ ኣይሁዳውያን እዮም ዝበዝሑ፣ ሓቂ ዶ? ስለዚ ከምኡ ክብሎም ከሎ እቲ ብስውር ዝመጾን እቲ ብግሁድ ዝመጾን ክነግሮም ከሎስ ንዖም ይርድኦም እዩ። ካባና ግን መርዓዶ ብስውር ትውሰዳ ከም ዝበሃል ኣሎ ተምጸኻዮም ውን ብ ብግሁድ ኢኻ ወሲድካዮ ሓቂ ዶ ኣዊጅካ ከማን ኢኻ ትወስዳ ሓቂ ዶ መርዓ ክኸውን ኣሎ ኢልካ መንግስቲ ሙቱ ኢልካ ከየበልካ ይትወስድ ኒኻ ብግሁድ ኢኻ ትወስድ ኣይሁዳውያን ግን ከምኡ ኣይኮናን ልክዕ እዚኣ እያ ኣባና ትኸውን። ኣብታ እታ መርዓት ክወስዳ ከሎ ንዓና ክወስደና ኢሎ ክመጽእ ከሎሲ ብስውር እዩ ዝኸውን። ስለዚ እቲ ሕጂ ዘሎ እቲ ህልዊ እዋን እታ እቲ ዘመን ቤተ ክርስቲያን እቲ ማሕበር ዘሎ ናይ ማሕበር ዘመን እዩ ሕጂ ዘሎ። ኣምላኽ ዝተመስገነ ይኹን። ኣሜን ኣሜን። ክብሪ ንኣምላኽ ይኹን ንምንታይ ዘመን ቤተ ክርስትያን ኮይኑ ንምንታይ ዘመን ኣይሁድ ዘይኮነ ሕጂ ናብ ምዕራፍ ክልተ እንዳኣተና ክንከይድ ኢና ምዕራፍ ሓደ ኣብዚኣ ይኣኽላ እዩ ግን ኣብ መንጎ እቲ ናይ ዳንኤል ሰብዓ ሰሙን ዝበሃል ዘመን ኣይሁድ ንኣይሁድ ዝምልከትን ኣብ መንጎ እቲ ንማሕበር ዝምልከትን እሳ ሓንቲ ኣገዳሲት ኣላ ክንሕዛ ዘሎና ዳንኤል ክዛረብ ከሎ ተጨኒቑ ዝጸለዮ ጸሎት ሰብዓ ዓመት ምርኮ ባቢሎን ከም ዝተወደኣ እንዳ ምስ ምስ ፈለጠ እሞ እንዳለመነ ከሎ ኣምላኽ ከኣ መጽዩ ሰብዓ ሰሙን ተሪፍካ ኣሎ ዝበሎ ኣብኤን ዝዝርዘር ዝዘርዘረን ኣሎ ካበይ እያ ትጅምር ተን ሰብዓ ሰሙን ክንደይ ሰሙን እየን ሓሊፈን እታ ሓንቲ ሰሙን ትበሃል ዘላ እዛ ናይ ዘመን መከራ ንብላ ዘለና ብኸመይኣ ከምኡ ኮይና ምዛ ዘመን ቤተ ክርስቲያን ንብላ ከነተኣሳስራ ኢና ክንሪኣ ኢና እግዚኣብሔር ዝተመስገነ ይኹን ግን ንሕጂ ንሕዞ እንታይ እዩ እዚ ሕጂ ዘሎ ህልው ዘመን እንታይ እዩ ህልው ዘመን ቤተ ክርስቲያን እዩ ዘመን ማሕበር ኣምላኽ እዩ ትድከም ትበርትዕሲ እታ ማሕበር ኣምላኽስ ኣላ ጎይታ ከዓ መፅዩ ነታ ዝተዳለወት መርዓት ክወስዳ እዩ ሕጂ በዚ ኣነ በዚ ኣነ ዝነብሮ ወይ በዚ ነፍሲ ወከፍ ሕጂ ዘለዎ ማሕበራት ከይትርእወን እታ ማሕበር ካብ ትምስረት ክንደይ ገይራ ኣላ ክልተ ሽሕ ዓመተ ምህረት ስለዚ ገሊኦም ኣብ ሰማይ ኣለው ስሞም ኣብ ላዕሊ ዝተጻሕፈ ብደም እቲ ገንሸል ዝነጽሁ ንዕኦም ከኣ ዘጠቓለለት እያ እታ ማሕበር እዞም ሕጂ ብስጋ ዘለና ጥራይ ከይመስለኩም ኣብ ዘላ ዓለም ዘላ ኣይኮነትን ኣብ ዘላ ዓለም ዘለው ህልዋ ህልዊ ማሕበር ዘላ ማሕበር ጥራይ ዘይኮነሲ ካብታ ትምስረት ጀሚራ ኩሎም ኣብ ኣየር ክተኣኻኸቡ እዮም ከም ቅጽበት እዩ ከዓ ዝኸውን ሕጂ ኣየናይ ዝቕድም ኣየናይ ዝድሕር ክትገልጾ እውን ኣይትኽእልን ኢኻ ናይ ተሰሎንቄ ከንብበልኩሞ ሓሳበይ ንሕጂ ከጠቓለል ቀዳማይ ተሰሎንቄ ኣርባዕተ ካብ ዓሰርተ ሰለስተ ግናኸ ኣሕዋተይ ከምቶም ተስፋ ዘይብሎም ካልኦት ምእንቲ ከይትሓዝኑ ብዛዕባቶም ደቂሶም ዘለዉ ብዘይፍልጠት ክትኮኑ ኣይፈቱን እየ ማለት የሱስ ከም ዝሞተን ከም ዝተንስአን ኣሚንና እንተኮይንና ከምኡውን ኣምላኽ ነቶም ብየሱስ ዝደቀሱ ምስ ከምፅኦም እዩ ምስ መን ከምፆም ምስኹም ጾም እዩ ቅጽበት እዩ ከመይ ገይሩ እዩ እዚ ዝኸውን ሕጂ ዘገርም እዩ ንሕና ክሳዕ ምጽኣት ጎይታ ብህይወትና ንጽንሕ ከኣ ነቶም ዝደቀሱ ከቶ ከም ዘይንቕድሞም እዚ ብቓል ጎይታ ንብለኩም ኣለና ትሪእዎ ደለኹም ሃዋርያ ጳውሎስ ጎይታ መጺኡ ዝወስደሉ እሞ ነቶም ምዉታት ከኣ ዘይንቕድመሉ ሲ እንታይ እዩ ድሓስብ ነይሩ ብህይወት ከለና ዝኸውን ኣብ ዘመኑ ከም ዝኸውን እዩ ዝሓስብ ነይሩ። ኮይኑ ድዩ ግን? ኣብ ዘመን ጳውሎስ ኮይኑ? ኣይኮነን። እታ ክንገብራ ዘለና ከምታ ጳውሎስ ዘለዋ እያ። ከምታ ጳውሎስ ዘለዎ ምርዳእ እዩ። ንሕና ብህይወት ዘለና ሕጂ ንሕና ክሳዕ ምጽኣት ጐይታ ብህይወትና ንጸንሕ ከኣ ነቶም ዝደቀሱ ከም ዘይንቕድሞም እዚ ብቓል ጐይታ ንብለኩም ኣለና። ንመን እዩ ዝቕድሞም ዘይቅድሞም? ነቶም ብጎይታ ዝደቀሱ ኩሎም ምዉታት ኣይኮኑን። ኣንተ ኢታይ ኢለኩም እንታይ እየ ዝብለኩም ዘለኹ እታ ማሕበር ኣምላኽ ካብ ትህነጽ ካብ ትምስረት ጀሚራ ኣብ ሰማይ ዘለዉ ቅዱሳን ኣለዉ ነዚኦም ሰኣነ ይቅድሞም ነ ይብል ኣሎ ጳውሎስ ስለዚኣቶም ተዳለዉ ድዮም ኣብ ዓለም ዘላ ማሕበር ተዘይተዳልያሲ እዚኦም ድልዋት ኣለዎ ስለዚ መርዓት ክንብል ከለናስ ድልውቲ መርዓት ክትህሉ እያ በቲ ጎይታ ዝመፀላ በቲ ጎይታ ዝመፀላ መዓልቲ ንሕና ክሳዕ ምጽኣት ጎይታን ብህይወት ንዝጸንሕ ከዓ ነቶም ዝደቀሱ ከቶ ከም ዘይንቕድሞም እዚ ብቓል ጎይታ ንብለኩም ኣሎና ጎይታ ባዕሉ ብናይ ትእዛዝ ጭድርታን ብድምፂ ሊቀ መላእኽትን ብመለኸት ኣምላኽን ካብ ሰማይ ክወርድ እዩ እቶም ብክርስቶስ ዝሞቱ እውን ቅድም ክትንስኡ እዮም። መን እዮም ዝቕድሙ? እቶም ብክርስቶስ ዝሞቱ በሉ። እቶም ኣቐዲሞም ዝሓለፉ ኣብ ሰማይ ዘለዉ ምስ ጎይታ ዘለዉ ስግኦም ኣብ መቓብር ዘሎ ክጋጠም እዩ ማለት እኮ እዩ። ስጋስ ምስ መንፈስ ምስ ነፍሲ ክጋጠም እዩ። ድሕሪ እዚ ንሕና ብህይወት ጸኒሕና ዘሎና ንምቕባል ጐይታ ኣብ ኣየር ምሳታቶም ሓቢርና ብደበና ክንለዓል ኢና። ደበና መጓዓዝያ እዩ። ፈጣን መጓዓዝያ። ብደበና ክንለዓል ኢና ብል ኣሎ። ብነፋሪት ብምንታይ? ብደበና። ሃሌሉያ! ደበና ናይ ክብሪ ምልክት እዩ። ደበና ኣብ ዘለዎ ክብሪ ኣምላኽ ኣሎ። ሓቂ ዶ? ስለዚ መጓዓዝያሲ ደበና እዩ ግሎሪ ናይ ኣምላኽ ማለት እዩ ናይ ኣምላኽ ክብሪ መፅዩ ዘልዕለና ፕሬዝ ጋድ ምስኡን ንሓዋሩ ምስ ጎይታ ክንነብር ኢና ደጊም በዘን ቃላ እዚኣተን ንሓድሕድኩም ተፀናንዑ ሓንቲ ቃል ኣላ ብሓንሳብ ኣበይ እያ ደላ ሓንቲ ቃል ኣላ ብሓንሳብ ትብል ብቕፅበት እታ ኤኒወይ ኣብዚ ዝተሰወረት ቃል ኣላ ሓንቲ ብሓንሳብ ብቕፅበት ትብል ኣብቲ ካልእ ትርጉም ትግለፅ ማለት እዩ እንታይ ማለት እዩ በቃ ካብ ሰከንድ እውንሲ ዝደ ዝተሓተ ሰከንድ ድያታ ዝተሓተ ትበሃል ካብኣ እውን ዝተሓተ ግዜ ሲ ውው እቶም ዝሞቱ እውን ክትስኡ ንሕና እውን ኣብ ኣየር ብምንታይ ብደበና ንምልዓልሲ ካብ ሰከንድ ዝተሓተ ግዜ ኣተም ዝብላ እዮም እቶም ግሪኻውያን ሕጂ ቁሩብ ፊዚክስ ገለ ተማሂርኩም እንተ ደኣ ኮይንኩም ኣቶም ዝበሃል ኣሎ the smallest particle ዝበሃል ማለት እዩ እንተ ደኣ መቂልካዮ ሓደ ነገር ሓደ ሓጺን ትመቅሎ ካብኡ ክምቀል እንደገና ነቲ ሓጺን ትመቅሎ እንደገና ነቲ ሓጺን ትመቅሎ እንደገና ሕጂ ዝድቅቀ ክምቀል ኣብ ዘይክእል ደረጃ ምስ በጽሐ ኣተም እብሎ እንታይ ማለት እዩ ብጊዘ ደረጃ ሲ ዝተሓተ ዝተሓተ ቅልጡፍ ማለት እዩ እንታይ ካልእ መግለፂ የለን ስለዚ እቶም ዝሞቱ እቶም ብጎይታ ዝሞቱ ክትንስኡ ንሕና ከዓ ኣብ ኣየር ንምቕባል ሲ በቃ ቡም እስከበሉ ቡም እስከበሉ በቃ ቡም ብሓደ ጊዜ ማለት እዩ ከምኡ እዩ ክኸውን ይብሎ ኣሎ። ብፈጣን ዝኾነ መጓዓዝያ ብደበና እያ ከዓ ትብል ክብሪ መፂስ ወው ስለዚ ሲ ማሕበር ክንብል ከለና እቲ ቤተ ክርስቲያን ክንብል ከለናስ ከምዚ ኩሉ ግዜ ከምዚ ካብ ንሕና ዘየለናሉ ጌርና ኢና ንቆፅር ሓቀይ ዶ ንምንታይ ኢና ከዓ ንሕና ዘየለናሉ ጌርና ንቆፅር መስለኩም ትሕመቕ ስለ ንርኢ ሓቀይ ዶ ትድኻም ስለ ንርኢ ትውድቀት ስለ ንርኢ ክላእ ማሕበር ማሕበር ማሕበር ግን ኣነ እየ ማሕበር ማለት ኣነ ማለት እዩ እስኺ ማለት እዩ እስኻ ማለት እዩ ነፍሲ ወከፍ በዚ ኦንላይን ዝርኢ ዘሎ ማለት እዩ እሱ ክመፅእ ከሎስ ብደበና ጌሩስ ካብ ማይክሮ ሰከንድ በዚ ሓፂር ጊዘስ ቡም ከብላ እዩ ስለዚ ኣበይ ማሕበር ኣለኻ ኣይኮነን ዘገድስ ሕጂ ኣብ ዝሞቕ ክንህሉ ንኽእል ኣብ ዝዝሓለ ክንህሉ ንኽእል ታዳ እዚ ማረር ይሕግዘና ክውን እዩ ክንነቅሕ ክንተግህ ክሕግዘና ክእል እዩ ኣብዚ ነቕሐት ግን ጎይታ ኣብዘን ሸውዓተ ማሕበራት ኮይኑ ርእሱ ከም ዝገለጸ ርእሱ ከም ዝረኣየ ክንርኢ ኢና ነፍሲ ወከፍ ብፍላይ ኣነ ተስፋ ዝገብር ተን ሸውዓተ ማሕበራት ብውሕዱ ኣብዚ ዓመት እዚ ክንውድአን ኣለና ነዊሕ እንዲቲ ራእይ ዮሃንስ ክውዳእ ዝኽእል ኣይኮነን ኣብ ዓመት ግን እዘን ሸውዓተ ማሕበራሲ ክንውድአን ኣለና ኣበይ ኮይንካ ብርቱዕ ክትከውን ከም ትኽእል፣ ኣበይ ኮይንካ ክትደክም ከም ትኽእል፣ ኣብ ኩሉ ብርታዐ ኣሎ ድኻም ኣሎ፣ ሓይሊ ኣሎ እ ድኻም ኣሎ፣ ምውጻእ ኣሎ ምድያብ ኣሎ። ስለዚ ኣብ ኩለን ከኣ ሰዓሪ ምዃን ይከኣል እዩ። ንኹለን ከኣ ነቲ ዝስዕር ኢልወን ኣሎ። ኣሜን። ከምዚ ኢኺ እንዳበላስ ግን ነቲ ዝስዕር ኢልወን ኣሎ። ስለዚ ምስቶም ዝሞቆም ክሞቆና ብጣዕሚ ኣገዳሲ እዩ ግን ኣብቶም ዝሞቆም ኣቲና ከዓ ንሕና ክንበርድ ንኽእል ኢና ስለዚ ኢትስ ማረር ኦፍ ኢንዲቪዥዋል ማለት እዩ ስለዚ እታ ማሕበር ክንብል ከለና ሲ ንደገ ጌርናስ ኣይንቑፀራ ኢቲ ዘረባ እንታይ ደኣ ኣነ እየ ባይ ኤንድ እቲ ጎይታ ክብሪ ክመፅእ ከሎ ነቶም ዝደቀሱ ንዓኣቶም ከተስኦምን ንሕና ከኣ ኣብ ደበና ኣብ ኣብ ኣየር ክንቅበሎንሲ ኩልናስ ኣብኡ ሰለብረይት ክንገብር ክንራኸብ ኢና በዝን በትን ብሓደ ግዜ ብቕጽበት እታ ዛመን እታ ናይ ማሕበር እታ ዘመን ቤተ ክርስቲያ እታ ናይ ቤተ ክርስቲያን ዘመን ዘ ኤንድ ትኸውን ኣብኡ እያ ብድሕሪኡ ማሕበር ትበሃል ተብቅዕ ዘመን ኣይሁድ ይመጽእ ማለት እዩ ክንሪኦ ኢና ኣመን ስለዚ እቲ ዘሎ እቲ ዘሎ ዝብሎ ዘሎ ነቲ ዘመን ቤተ ክርስቲያን ነቲ ማሕበር ኣምላኽ ዘላትሉ እዩ ዝገልጽ እግዚኣብሔር ዝተመስገነ ይኹን እስከ ምስቶም ዝተዓወቱ ምስቶም ዝሰዓሩ ምስቶም በቃ ፈንጢሶም ዝወጹ ምስቶም ብቕጽበት ብደበና ዝለዓሉ ምስኦም ክትኮኑ እናሓሰብኩም ጸልዩ እግዚኣብሔር ዝተመስገነ ይኹን ኣሜን